ሰላም ሰላም ከመይ ኣሉኹም ኣብ ኩሉ ኩርናዓት ዓለም ዘለኹም ምሳኹም ዘለኹ በርሀ ተስፋየ ተመሊሰ ኣለኹ እቶም ኣቐዲምኩም ትፈልጡኒ ትፈልጡኒ ኢኹም እቶም ዘይትፈልጡኒ ከኣ ብዛዕባይ ንእሽተይ ከላልየኩም ምሉእ ስመይ በርሀ ተስፋይ ይበሃል ኣብ ማሕበራዊ ሚድያ ንነዊሕ ዓመታት ነጢፈ ኣለኹ ዝነጥፈሉ ዓውዲ ኣርእስቲ ኣብ ቋንቋ ትግርኛ ኢንግሊሽ ኣብ ምዝርጋሕ እዩ ንባዕለይ እንዳተማሃርኩ ንብዙሓት ሰባት ንኣሽሓት ሰባት ይምህርን ይመሃርን እዚ ከኣ ሓደ ዓቢ ነገር እዩ ኢለ ይሓስብ ስለዚ ከኣ ተመሊሰ ኣለኩ ንካልኣይ ግዜ እቲ ቀንዲ ዓውዲ መትከል ኣርእስቲ ኣብ ምስላታት ጥቅስታት ብሂላት ውስጠዘ ተረከብቲ ዘረባታት ሓጸርቲ ዛንታታት ኣብኡ ዘተኮረ እዩ። እዚ ምስላታት፣ ጥቕስታት፣ ብሂላት፣ ውስጠዘ፣ ተረከብቲ ዘረባታት፣ ሓጸርቲ ዛንታታት፣ ነገራትን ሓሳባትን ናይ መላእ ዓለም ዘጠቓለለ'ዩ። ናይ ህቡባት ሰባት፣ ናይ ፍሉጣት ሰባት፣ ናይ ተመራመርቲ፣ ናይ ፍላስፋታት፣ ናይ ጸሓፍቲ፣ ናይ ደረስቲ፣ ናይ ወዘተ ናይ ኩሉ ኣብ ኩሉ ዝርከብ'ዩ። በርሀ ዘይጸሓፎ የለን ዘይተርኣየ እምበር። መጺኹም ርኣዩን ስምዑን ንብል ኣለና። ሰናይ ምጅማር ክገብረልና ከኣ ትምኒተይ ይገልጽ። ሓደ መትከል ኣለኒ ንሱ ከኣ ኣነ ዝበለጽኩ ጸሓፍን ደራስን ናይ ገዛእ ርእሰይ እየ ዝብል እዩ። እዚ ክብል ከለኹ ናትካ ናትኪ ኣይኮንኩን ዝብል ዘለኹ ኣነ ናይ ገዛእ ርእሰይ ደራሳይ ጸሓፋይ ተመራማራይ ኩሉየ ስለዚ ንስኻ ከመይ ትሪኣ ንዓኻዩ ዝምልከት። በዚ ኣጋጣሚ ምድንጋር ከይፍጠር ኣነ መምህር ናይ ቋንቋ ኢንግሊሽ ኣይ ኮንኩን። ዝፈልጦን ዝኽእሎን ዝተመሃርኩዎን ዝበጻሕኩዎን ካብ ዝተፈላለዩ ኣዝዮም ብሉጻት መምህራን ዝተመሃርኩዎን ፍልጠት ከካፍል ወላ ሓደ ዝኽልክለኒ ኣሎ ኢለ ኣይሓስብን እየ። ስለዚ'የ ኣብ ማሕበራዊ ሚድያ ዘለኹን ዝመጽእን እቲ ኣነ ዝፈልጦ ዘካፍልን። ነቶም ቅድሚ ሕጂ ተገዲስኩም ትካታተሉኒ ዝነበርኩም ኣብ ዩቱብ ሓደ መልእክቲ ኣለኒ ኣብ ዩቱብ ብዙሕ ቪድዮታት ይዘርግሕ ነይረ ኣሽሓት ሰባት ውን ትርእይዎ ነይርኩም ኢኩም ብዙሓት ሰባት ውን ንመሃረሉ ኣለና ይጠቅመና ኣሎ ቀጽል ኣጆካ ትብሉኒ ነይርኩም ኢኩም መጀመርታ የቀንየለይ ክብለኩም እፈቱ ኣገዳሲ ስለ ዝኮነ ደገፍ ሓገዝ ርእይቶ ኩሉ ነገር ሕጂ ግን እንታይ ክብል ደልየ ዘለኩ ኣብ ዩቶብ ይዝርግሕ ነይረ ቡዙሕ ቪዶታት ቡዙሕ ከኣ ይረእ ነይሩ ኣጋጣሚ ኮይኑ ግና እንዳ ዩቶብ እዚ ትዝርግሖ ዘለካ ካብ ሕግና ወጻኢ ስለ ዝኮነ ከተውጽኦ ኣለካ ኢሎምኒ ቡዙሕ ግዜ ተካቲዐ ተማጉተ ክከውን ኣይክእልን እዩ እንታይ ጸገም ኣለዎ ኢለ እቲ ኣነ ዝክእሎ በተን ትፈልጥወን ኢንግልሽ ገይረ ቡዙሕ ላዕልን ታሕትን ኢለ ክሰምዑኒ ኣይከኣሉን ክሳብ ሕጂ ዳርጋ ዓጽዮሙኒ ጸኒሖም ሕጂ ሓደ ኢለ ጀሚረ ኣለኹ ተስፋ እገብር ሕጂ ከኣ ሰናይ መገዲ ክኾለልና እሾኽ ዘይብሉ ክኾነልና ተስፋ እገብር እዚ ክትፈልጡለይ ደስ ይብለኒ ምኽንያቱ ኣነ ዝዝርግሖ ብናጻ እዩ ወላሓንቲ ግድን ገንዘብ ክኸስበሉ ኢለ ኣይኮንኩን ዝመጽእ ከምኡ ኢለ ዘይኮንኩስ ኮሚ ከምኡ እንተዝኸውን ነይረ ቀደም ምገደፍኩዎ ነይረ ኣብ ማሕበራዊ ሚድያ ስለዚ እዚ ነገር እዚ ብሩህን ርዱእን ክኸውን ተስፋ እገብር ሰብ እንተ ደኣ ሰሪሑ ክኽፈል ኣለዎ ዶ? እወ ክኽፈል ክኽል ኣለዎ። ኣይኮነን ግን ኣይተኸፈልካን ማለት ደው ተብለሉ መኽንያት ዝበሃል የለን። እቲ ንስኻ ክተመሓላልፎ ደሊኻ ዘለኻ ፍልጠት ድዩ እቲ ንስኻ ተውህቦኻ ተኽእሎኻ ደው ከብለኒ ዝኽእል ንዓይ ወላ ሓደ የለን ብኣይ ወገን ብኣኹም ከኣ ከመይ ክንርእዮ ኢና ከምኡ ክብለኩም ደስ ብለኒ ዘረባ ከብዝሓልኩም ብዙሕ ኣይደልን እየ ብዛዕባ ንምንታይ ስለምንታይ ገለ ዝብልሲ ግዘ ከየጥፍኣልኩም መታን ንዕኡ ገዲፍና ከም ብሓድሽ ዝሓለፈ ውሕጅ ሰዶ ኢልካ ከም ብሓድሽ ምጅማር እየ ማይ ሓለፎም ክንብል ንሃጅኻ ኢትስ ነበርቱ ለይት ኢና ክንብል ህጅኻ እየ እቲ ጉዕዞ ቀጻሊ'ዩ፣ ደው ከብለኒ ዝኽእል ወላ ሓደ የለን፣ ክዕንቅፈኒ ዝኽእል ኣይሰኣንን፣ ጠቕላላ ደው ከብለኒ ዝኽእል ግን ወላ ሓደ የለን፣ ኣድነቕተይ፣ ፈተውተይ፣ ደገፍተይ፣ ተመሊሰ ኣለኹ ዝብል ቃል ምስ ሰማዕኹም ሓጎስ ከም ዝተሰማዓኩም ኣይጠራጠርን'የ፣ ገና ገና ክንቅጽል ኢና፣ ክንበጽሖ ኢና ኩሉ ነገር። ሕጂ እዋን ቃልሲ ዩ ብርቱዕ ቃልሲ ዩ ዘለና ንኺድ ንበገስ let's get started። መበገሲ ዝኸውን ገለ ሕቶታት ሒዘልኩም መጽየ ኣለኹ ናብኡ ከብለኩም እየ ተኻታተሉኒ ኢኹም ቋንቋ ትግርኛ English።

ኢትስ ታይም ቱ ፋይት ፎር ኣወር ድሪምስ ኤንድ ሜክ ደም ኤ ሪያሊቲ ሕጂ ዩ ሕልምታትና ናብ ክውንነት ንምቅያር ንቃለሰሉ ግዜ ሕጂ ዩ ሕልምታትና We won't give up until we win!

ዩ ኖው ላንጎጅ ኢዝ ሶ ኢምፖርታንት ሶ ዋት ኣር ዩ ወይትን ፎር ቋንቋ ኣገዳሲ ምዃኑ ትፈልጡ ኢኹም ስለዚ እንታይ ትጽበዩ ኣለኹም ላንጎጅ ኢዝ ፓወር ቋንቋ ሓይሊ ዩ

ብ No I don't ቁጽሪ ሓሙሽተ እታ ክትመሃራ ደሊኻ ዘለኻ ቋንቋ ኣበይ ክትመሃራ ከም ትኽእል ትፈልጥ ዶ? ሀ እወ ይፈልጥ ለ ኣይፈልጥን እየ ናምበር ሲክስ። ሃው ዲፊካል ኢዝ ኢት ቱ ለርን እ ኒው ላንጉጅ? ማዕረ ክንደይ ከቢድ እዩ ሓዱሽ ቋንቋ ምምሃር? ኢዝ ለርኒን እ ኒው ላንጉጅ ኢዚ ኦር ሃርድ? ሓዱሽ ቋንቋ ምምሃር ከቢድ ድዩ ወላስ ቀሊል? ናምበር ሰቨን ኣር ዩ ሬዲ ቱ ፐይ ዘ ፕራይስ?

ብዛዕባ ማሕበራዊ ሚድያ ዘለካ ኣረኣእያ እንታይ እዩ? ብዛዕባ ማሕበራዊ ሚድያ ዘለኩም ኣረኣእያ እንታይ እዩ? Number nine Are you eager to learn new things? A. Yes, I am. B. No, I am not. ቁፅሪ ትሽዓተ ሓደሽቲ ነገራት ክትመሃር ድሌት ኣለካ ዶ? ሓደሽቲ ነገራት ክትመሃሩ ሃንቀውታ ኣለኩም ዶ? ሀ፣ እወ ኣለና። ለ፣ ዋላ ሓንቲ የብልናን። Number ten፣ Are you ready?

ተደሊኹም ኣብዚ ክትምልስዎ ትኽእሉ ኢኹም፣ ተደሊኹም ኣብ ቤትኩም ክትምልስዎ ትኽእሉ ኢኹም። ኣነ ግን እንታይ ይብል ኣብ ቤትኩም እንተመለስኩሞ ተመራጺ ይኸውን። ብርዕን ወረቐትን እሞ ሕዙ ጸሓፍዎ ሽዑ ንኽትመሃሩ ክሕግዘኩም እዩ። ሰሰናዩ ናይ ሎማዓንቲ ናይ ሎማዓንቲ ቪድዮ ኣብዚኣ ትኣኽለና Thank you guys።